ሰላም ከመይ ኣለኹም ኩሉኹም ተኸታተልቲ ናይዛ ቻነል እዚኣ ምሳኹም ዘለኹ ኣቤል እያ ሎሚ ኸኣ ከምቲ ልሙድ ንኹልና ከዕብየናን ኣብ ህይወትና ገለ ለውጢ ከምፅእ ይኽእል እዩ ዝበልክዎ ሓደ ኣርእስቲ ሒዘልኩም መፅየ ኣለኹ ቅድሚ ምጅማርና እቶም ንመጀመርያ ናብ ቻነል ትመፁ ዘለኹም ሳብስክራይብ ምግባርኩም ኣይትረስዑ ሳብስክራይብ ክትገብሩ ከለኹም ከዓ እታ ናይ ደወል ምልክት ፀቐጥዋ ምእንቲ ሓደሽቲ ቪድዮታት ክንውር ከለና ኖቲፊኬሽን ክመፀኩም ኣብ ዝሓለፈ እዋን ብዛዕባ ሽዱሽተ ናይ ኣእምሮ መሳርሒ ክንትንትን ጀሚርና ነርና ሲክስ ሜንታል ፋክልቲ ዝበሃሉ ቀፅሪ ሓደ ኢማጂኔሽን ኢልና ካልኣይ ሜሞሪ ሳልሳይ ሎማዓንቲ በፂሕና ኣለና ብዝተፈላለየ ግዜ ኣብ መንጎ ካልእ ቪድዮታት እቲና ስለ ዝነበርና ክፅሕፉለይ ከለኹም ኣቤልቲ ናይ ሽዱሽተ ናይ ኣእምሮ መሳርሒ ሕባ ቀፅለና ኢልኩም ስለ ዝፀሓፍኩምለይ ሎሚ ሳልሰይቲ ክንጅምር ኢና ድሕሪኡ ከዓ ተን ኩለን ናይ ሽዱሽተ ናይ ኣእምሮ መሳርሒ ከይወዳእና ካልእ ቪድዮ ኣብ መንጎ ኣይከነእቱን ኢና ከምዚ ዓይነት ኢንተረስት ስለ ዝረኣኹ ከዓ ብጣዕሚ ደስ ከም ዝበለኒ ክነግረኩም ክፈቱ ሶ ናይ ሎማዓንቲ ፐርሰፕሽን እያ ክትከውን ፐርሰፕሽን ናይ ኣእምሮ መሳርሒ እያ ክትከውን ክሳዕ መጨረሻ ክትከታተሉ በዚ ኣጋጣሚ ዕድመኩም ናብታ ቪድዮ ኢና ንኸይድ ኦኬ እምበኣር ሎማዓንቲ ብዛዕባ ሳልሰይቲ ሜንታል ፋክሊቲ ወይ ከዓ ሳልሰይቲ ናይ ኣእምሮ መሳርሒ ፐርሰፕሽን ኢና ንሪኣ ኣይ ዶንት ኖ ብትግርኛ እንታይ ኢለ ክትርጉሞ ከም ዝኽእል ነገራት ንሪኤሉ መገዲ እዩ ሓደ ነገር ክንርኢ ከለና ወይ ሓደ ኩነታት ክንርኢ ከለና ብከመይ ነገር ኢና ነቲ ንሪኦ ብፖዚቲቭ ኢና ንሪኦ ብኔጋቲቭ ኢና ንሪኦ እቲ ነገር ክንርኢ ከለና ኦፖርቹኒቲ ድዩ ዝረኣየና ወይስ ፕሮብለም ድዩ ዝረኣየና እንታይ ዓይነት ነገር ዝረኣየና ነዚ ነገራት ዝፈላለዩ ናህና ፐርሰፕሽን እዩ ናህና ናይ ኣእምሮ መሳርሒ ፐርሰፕሽን እዩ ሰባት ዝተፈላለየ ዓይነት ፐርሰፕሽን ክህልዎም ይኽእል እዩ ገለገለ ሰባት ኔጌቲቭ ነገራት ክሪኦ ይኽእሉ እዮም ገለገለ ሰባት ሽግር ክሪኦ ይኽእሉ እዮም ገለገለ ሰባት ፖዚቲቭ ክሪኦ ይኽእሉ እዮም ገለገለ ሰባት ከዓ ኦፖርቹኒቲ ክሪኦ ይኽእሉ እዮም ገለገለ ሰባት ፅቡቕ ነገራት ክሪኦ ይኽእሉ እዮም ሶ ፐርሰፕሽን ኢዝ ቨሪ ኢምፖርታንት ኣዝዩ ወሳኒ ነገር እዩ ህይወትና ከዕንዎ ወይ ከዓ ቢሉ ክገብሮ ኣብ ዝለዓለ ደረጃ ከብፅሖ ዓቕሚ ኣለዎ ነገራት ንምልከተሎም መገዲ ኣዝዩ ወሳኒ እዩ ነዚ ክሕግዘና ዝኽእል ሓንቲ ስቶሪ ክነግረኩም እየ ብትኽክል እንታይ ንዛረብ ከም ዘለና ከዓ ምእንቲ ኣብ ሓደ ፔጅ ክንከውን ሓደ ግዜ ኣብ ሓደ ካምፓኒ ዝሰርሑ ክልተ ሰባት ነይሮም እዞም ክልተ ሰባት ናይ ሴልስ ሰባት እዮም ነይሮም ኣብቲ ካምፓኒ ብሴልስ ተቆፂሮ እዮም ዝሰርሑ ነይሮም እቲ ካምፓኒ ከዓ ናይ ጫማ ፋብሪካ እዩ ነይሩ እቲ ናይ ጫማ ፋብሪካ ኣብ ሓድሽ ሃገራት ብራንች ክከፍት ዝደሊ ስለ ዝነበረ ንህንዲ ሓደ ካብቶም ክልቲኦም ንሓደ ንህንዲ ሰዲድዎ ኣብ ህንዲ ምስ በጽሐ ተራእዮ ኣብቲ ኣብቲ ዓዲ እቲ ዝነበሩ ሰባት ጫማ ዝበሃል ኣይፈልጡን እዮም እግሮም እዮም ጥራሕ እግሮም እዮም ዝኸዱ ልክዕ እዚ ምስ ረኣየ ኣዝዩ ሰንቢዱ ቀጥታ ዝተረኣዮ ነገር ከዓ ኣቦ ኣብዚ ዓዲ ዳ ከመይ ጌርና ኢና ጫማ ክንሸይጥ ጫማ እንታይ ምዃኑ እኳ ዘይፈልጡ ዝብል ኣረኣያ እዩ ተራእይዎ ሶ ዝረኣዮ ነገር እንታይ ነይሩ ኣብቲ ዓዲ ሽግር ስለ ዘሎ እዚ ነገር እዚ ክኸውን ኣይክእልን እዩ። ጫማ ዘይፈልጡ ህዝቢ እዮም። ስለዚ ኣብዚ ጫማ ክንሸይጥ ኣይንኽእል ኢና። ስለዚ ኖ ሴል ኣብዚ ሴል ሽያጥ ክንገብር ኣይንኽእል ኢና ዝብል መደምደሚ በፂሑ ራይደ ወይ ነቲ ማናጀሩ ደዊሉ ዋ እንታይ ዓይነት ቦታ ኢኻ ሰዲድካኒ እዚ ፍፁም ፍፁም ኣብዚ ውን ሓንቲ ሴል ክንገብር ኣይንኽእልን ኢና ስለዚ ክምለስ ኣለኒ ይብሎ ይምለስ ምስ ተመለሰ እስኪ ረኣዮ ኢሎም ነቲ ካልኣይ ሰብ ሰዲዶሞ ናብቲ ቦታ እቲ ማለት እዩ እቲ ካልኣይ ሰብ ልክዕ ኣብ ኤርፖርት ብፅሕ ኢሉ ርኢ መሰበለ ጫማ ዝበሃል ኣይፈልጡን እዮም እቶም ዓዲ ርኢ ምስ ኣበለ ዳስኤት ኢሉ ኣብኡ ከሎ ነቲ ማናጀር ድውል ኣቢሉ ከዓ ተዳለው ማሽናትኩም ወስኹ ሰባት ሰራሕተኛታት ወስኹ ብብዝሒ ጫማ ከተፍሪ ይፈትኑ ኣብዚ ዓዲ እዚ ዝበዝሐ ሽያጥ ሴልስ ነካይደሉ ኣብዚ ዓዲ እዚ ኢሎ ከመይ ዳ ከምኡ ኢልካ ምስ በሎ ምክንያቱ እዞም ዓዲ እዚኦም ጫማ ይፈልጡ እዮም ጫማ ዘለዎ ሰብ የለን ስለዚ ነዚኦም ብምሉኦም ሰባት እዚኦም ጫማ ከሸጠሎም ንኽእል ኢና ኢልዎ ማለት እዩ ኣብ ሓደ ቦታ እዮም እዞም ሰባት እዚኦም መፅኦም ግን ክልቲኦም ዝረኣይዎ ክልተ ዝተፈላለየ ነገራት እዩ ፐርሰፕሽን ማለት እዚ እዩ እንታይ ትርእዩ እዩ ዝውስኖ እምበር እንታይ የጋጥመኩም ኣይኮነ ነገራት ዝውስኖ ሓደ ዝገረመን ነገር ክነገረኩም ኣብ መፅሓፍ ቅዱስ ሃዋርያ ጳውሎስ ነገራት ብገዛእ ርእሶም ፅቡቕ ወይ ሕማቕ ኣይኮኑን እዮም ነቲ ፅቡቕ ኢሉ ዝኣመነ ፅቡቕ ክኾኑ ነቲ ሕማቕ ኢሉ ዝኣመነ ከዓ ሕማቕ ክኾኑ ዝብል ምስ ረኣኹ ኣዝየ ተገሪመ ሶ ነገራት ዓቕሚ የብሎምን። ነቶም ነገራት ዓቕሚ ንህቦም ናህና ፐርሰፕሽን እዩ፣ ናህና ኣረኣእያ እዩ ነቲ ነገር እቲ ሓይሊ ዝህቦ። ፖዚቲቭ ክገብሮ ይኽእል፣ ኔጌቲቭ ክገብሮ ይኽእል። ገለገለ ሰባት ኣብ ሓደ ዓዲ ብሓደ ሽግር ክሳቐዩ ይኽእሉ እዮም። ሓደ ሰብ ነቲ ሽግር ምስ ረኣየ ናብ ኦፖርቹኒቲ ቀይሩ ናብ ቢዝነስ ቀይሩ ከዓ ኣዝዩ ዝዓበየ ቢዝነስ ቢልድ ክገብር ይኽእል፣ ሃብታም ክኸውን ይኽእል። ባይተወይ ቢዝነስ ማለት ሽግር ክትፈትሕ ምኽኣል ማለት እዩ። ሽግር ዘይብሉ ዓዲ፣ ፀገም ዘይብሉ ዓዲ ቢዝነስ ክህሉ ኣይክእልን። ግን እንድሕር ኣብቲ ዓዲ ቢዝነስ ክሬት ክትገብር ኮንካ መጀመርያ መጀመርያ ናትካ ፐርሰፕሽን ከመይ እዩ ክትፈልጥ ኣዝዩ ኣገዳሲ እዩ ድሕር ዘይኮይኑ ከዓ ከተዕርዮ ኣዝዩ ወሳኒ እዩ ኣነ ክልተ ሜንተራት ኣለውኒ ሓደ ብናይ ፐርሶናል ዲቨሎፕመንት እዩ እቲ ሓደ ከዓ ብናይ ቢዝነስ እዩ ኣብ ህይወተይ ገለ ሽግር ዝመስል ነገር ከጋጥመኒ ከሎ እንታይ ይገብር መሲልኩም? ኣብዛ ጣውላ እዚኣ እየ ኮፍ ዝብል። ሶ ብዓይነ ልቦናይ which is ናይ- ናብታ መጀመርያ ናይ ኣእምሮ መሳርሒና ምለስ ኣለኹ ኢማጂኔሽን ብዓይነ ልቦናይ እንታይ ኢማጂን እገብር ክልቲኦም ኣብዚ ጣውላ ምሳይ ኮፍ ኢሎም ተዝህልው ነይሮም እሞ እቲ ኣጋጢምኒ ዝብሎ ዘለኹ ንዓይ ከቢድ መሲሉኒ ዘሎ ፀገም ንዕኦም ተዘካፍሎም ከመይ ምተሰምዖም ይሓስብ ልክዕ ታይም ከምኡ ክሓስብ ምስ ጀመርኩ ኣረኣያይ ኣብኡ ከሎ እዩ ዝቐየር ምክንያቱ እቲ ንዓይ ሽግር ዝመስለኒ እቲ ናይ ቢዝነስ ሜንተረይ ኦልሞስት ልዕሊ 34 ዓመት ናይ ቢዝነስ ክእለትን ፍልጠትን ብዙሕ ኣፔንዳውን ብዙሕ ውድቀትን ብዙሕ ነገራት ስለ ዝሓለፈ ሲምፕል እዩ ንዑ ሶ ንነብሰይ ሓንሳብ ጠጠው ኣቢለ ብናቱ ዓይኒ ክርኢ ይፍትን ማለት እዩ ሶ እቲ ንዓይ ኣጋጢምኒ ከቢድ ጭንቀት ዝመሰለኒ ነገር ቀሊሉ ይረኣየኒ ኣብዚ እዋን እዚ እንታይ ዝገብር ዘለኹ ፐርሰፕሽነ እየ ዘስተኻኽል ዘለኹ ብናይ ፐርሶናል ዲቨሎፕመንት ማይንድ ሰተይ ከሸግረ ንኸሎ ገለገለ ኔጌቲቭ ሓሳባት ድሕሪ መፂኦም ንኸዓ ነቲ ናይ ፐርሶናል ዲቨሎፕመንት ሜንተረይ ንዕኡ ይሓስብ እሞ እሱ ተዘጋጥሞ ነይሩ ዝስ ከመይ ምርኣየ ነይሩ ኢለ ክፈትሖ ይፍትን ሪኢኹም ዘውፅኡ ካብኡ ከዓ ብዙሓት ኣለዉ እንታይ ይፈላለዮም እዞም ሰባት እዮም ፐርሰፕሽን ነቲ ነገራት ዝርእሉ መገዲ እዩ ዝፈላለዩ ሶ ሓደ ነገር ከጋጥመኩም ከሎ ነቲ ነገር እቲ ብኸመይ ኢኹም ትርእይዎ ኔጋቲቭ ኦር ፖዚቲቭ ኦፖርቹኒቲ ኦር ፕሮብለም እንታይ እዩ ዝረኣየኩም ድሕር ፅቡቕ ነገር ረኣየኩም ኮይኑ ዊች ኢዝ ግድ ዋላ ሕማቕ እንተመሰለኩም ከመይ ጌርኩም ናብ ኣድቫንቴጅኩም ክትቅይርዎ ከም ትኽእሉ ዝሕግዘኩም ዳስ ዮር ፐርሰፕሽን ነቲ ነገራት እቲ ትርእይሉ መገዲ እዩ ሶ ሳልሰይቲ ናይ ኣእምሮ መሳርሒና which is very powerful ኩልና ክንጥቀመሉ ዝግባኣና ዳስ ፐርሰፕሽን ነገራት ንርእየሉ ንሓደ ነገር ብኸመይ ኢኻ ትሪኦ ዳስ ቬሪ ኢምፖርታንት ገለገለ ሰብ ዘለዎ ፅቡቕ ነገር ኣይረኣዮን እዩ ናይንቲ ፐርሰንት ፅቡቕ ነገራት እንዳሃለዎ እታ ዝጎደለቶ ዓሰርተ ፐርሰንት ሒዙ ኣብ ሽግርን ኣብ ስቓይን ኣብ ጭንቀትን ይነብር ጀስት ኢማጂን ገለገለ ሰብ ከዓ ኣብ ሕማቕ ቦታ ኣብ ከቢድ ቦታ ኮይኑ ካብ ብሉፅ ነገር የውፅእ ባይ ዘ ወይ ዓዲ ስለ ዝቀየርኩም ህይወትኩም ኣይቀየርኒ ቦታ ስለ ዝቀየርኩም ህይወትኩም ኣይቀየርኒ ስራሕ ስለ ዝቀየርኩም ህይወትኩም ኣይቀየርኒ ገንዘብ ስለ ዝረኸብኩም ህይወትኩም ኣይቀየርኒ ዳስ ዮር ፐርሰፕሽን እንድሕር ፐርሰፕሽን ናትኩም ኣማዕቢልኩምዎ እንድሕር ፅቡቅ ፐርሰፕሽን ክእለት ሃሊኩም ኣብ ዝኾነ ቦታ ትኹ- ኣብ ሰሃራ ከተማ ቢውልድ ክትገብሮ ትኽእል እዩ ዳስ ሃው ፐርሰፕሽን ኢዝ ናይ ፐርሰፕሽን ፓወርፉል ማዕረ ክንዲዚ እዩ ህይወትኩም ቢውልድ ክገብሮ ይኽእል ዲስትሮይ ከዓ ክገብሮ ይኽእል እዩ ሶ ናይ ሎማዓንቲ እ፣ ኣርእስትና ሳልሰይቲ ናይ ኣእምሮ መሳርሒት ወይ ሰርብ ሜንታል ፋክልቲ ሽዱሽተ ሜንታል ፋክልቲ ኣለዋ ኢልና ነርና እታ ሳልሰይቲ ሎማዓንቲ ጠቂስና ኣለና ኣብ ዝመፅእ ሰለስተ ተሪፈን ኣለዋ እተን ክልተ ነንሕድሕደን ዝተሓሓዛ ስለ ዝኾና ብሓደ ገይረ ከቕርበን እየ እታ ሓንቲ ከዓ በይና ገይርና ከነቕርባ ኢና ኣይሆፕ እዛ ቪድዮ እዚኣ ጠቂማትኩም ክትከውን ተስፋ ገብር እንድሕር ፈቲኹማ ጠቂማትኒ እያ ኢልኩም ድሕር ትሓስቡ ኮንኩም ናብ ካልኦት ሰባት ናብ ኣዕርኽትኹም መሓዙትኩም ፈተውትኹም ቤተሰብኩም ሼር ክትገብርዋ በዚ ኣጋጣሚ ይዕድመኩም ኣብ ቀፃሊ ንራኽበና